ገለ ሰባት ኣብ ገጽካ ፍሽኽ ይብሉኻ ኣብ ውሽጦም ግን ጽልኢ ወይ ቅንኢ ይሓብኡ። እዞም ዓይነት ሰባት ብቐጥታ እጸልኣካ እየ ስለ ዘይብሉኻ፣ ንመንነቶም ንምፍላጥ ንቑሕ ምዃን የድሊ። ስነ-ልቦናዊ መጽናዕትታት ከም ዝሕብርዎ፣ ሓደ ሰብ ብሕቡእ ከም ዝጸልኣካ ክትፈልጠሉ እትኽእል ሸውዓተ ምልክታት ክነግረካ። ሰላም እዚ ቻናል ስነ ልቦና እዩ እዚ መደብ ዘሰናደእልኩም ድማ ኣነ ሓፍትኩም ሊድያ እየ ነዚ ቻናል ሓድሽ እንተኮይንኩም ሰብስክራይብ ግበሩ። ቀዳማይ፣ ምምቅርታ ዘለዎ ላግጺ፣ እዚ ዓይነት ኣገባብ እቲ ዝጸልኣካ ሰብ ንዓኻ ንምጉዳእ ዝጥቀመሉ ስነ-ልቦናዊ ውግእ እዩ። ብቐጥታ ክጸርፈካ ትብዓት ስለ ዘይብሉ ወይ ድማ ኣብ ቅድሚ ሰብ ጥዑም ሰብ ኮይኑ ክረኣ ስለ ዝደሊ ነቲ ጽልኢ ብመልክዕ ምስጋና ኣልቢሱ የቕርቦ። ልክዕ ከምቲ መዓር ዝመስል ግን ከኣ ኣብ ውሽጡ መርዚ ዝሓዘ ምግቢ ማለት እዩ። ነቲ ምስጋና ምስ ሰማዕካዮ ንሓጺር ግዜ ደስ ይብለካ፣ ድሕሪ ሒደት ሰከንዳት ግን ኣብ ውሽጥኻ ዘይጥዑም ስምዒትን ጥርጣረን ክሓድረካ ይጅምር። እዞም ሰባት ምስጋንኦም ኩሉ ግዜ ምስ ንዕቀት ወይ ምንኣስ ዝተተሓሓዘ እዩ። ንኣብነት፣ ኣብ ሞያዊ ህይወት፣ እንኳዕ ደስ በለካ፣ ነዚ ስራሕ ስለ ዘረከብካዮ ዕድል ክትድግፈካ ከላስ ደስ እያ ትብል ይብሉኻ። እቲ መልእኽቲ ንስኻ ብዓቕምኻ ዘይኮነስ ብዕድልኻ ረኺብካዮ ዝብል ንዓቕምኻ ናይ ምንዓቕ ትርጉም ኣለዎ። ኣብ መልክዕ ሎምስ ብጣዕሚ ጽብቕቲ ኮይንኪ ኣለኺ፣ ከምዚ ክትኮኒ ትኽእሊ ኢኺ ኢለ ኣይገመትኹን ነይረ ይብሉኺ። እዚ ማለት ድማ ቀደም ጽብቕቲ ኣይነበርክን ወይ ትጽቢተይ ትሕቲ እዩ ነይሩ ማለቶም እዩ። ኣብ ብልሓት እዚ ነገር እዚ ክትርድኦ ምኽኣልካ ብሓቂ ተገሪመ ኣለኹ ይብሉኻ። እቲ ድሕሪኡ ዘሎ ትርጉም ዓቕሚ ዘይብልካ ገይረ እየ ዝግምተካ ነይረ ዝብል እዩ። ስለምንታይ እዮም ከምዚ ዝገብሩ? እቲ ሓደ ቅንኢ ዓወትኻ ወይ ጽባቐኻ ስለ ዘሕምሞም ነቲ ሓጎስኻ ንምዝራግ ይጥቀምሉ። እቲ ክልተ ባዕሎም ልዕል ኢሎም ንክረኣዩ ንዓኻ ትሕት ብምባል ንገዛእ ርእሶም በላሕትን ተዓዘብትን ንምምሳል ይፍትኑ። እዚ ዓይነት ዘረባ ስምዒታዊ ምርባሽ ይፈጥረልካ፣ ንነብስኻ ክትጠራጠር ትጅምር፣ ምስጋና ዶ እዩ ነይሩ ወይስ ጸርፊ እናበልካ ክትጭነቕ ትውዕል፣ እቲ ሰብ ድማ ነዚ ክትርኢ ከለኻ ብውሽጡ ዕግበት ይስምዖ። እስኻ ክትገብሮ ዝግበእካ ነቲ ምስጋና ጥራይ ውሰዶ። ንሳቶም ንዓኻ ንኽሕርቑ እዮም ሓሲቦም፣ ንስኻ ግን የመስግንኻ ጥራይ ሕለፎ። ነቲ ምስጢራዊ ጸርፊ ከም ዘይሰማዕካዮ ኹን። ሽዑ እቲ መርዛም ንዓኻ ከይተንከፈ ናብ ዋንኡ ይምለስ። ምስጢርካ ኣይተካፍሎም። እዞም ሰባት ንዓኻ ንምውራድ ዕድል ዝደልዩ ስለ ዝኾኑ፣ ድኽመትካ ወይ ምስጢርካ ኣይትሃቦም። ትዕዝብቲ ግበር፣ ሓንሳብ ምስ ዝኸውን ስሕተት ክኸውን ይኽእል እዩ፣ ብተደጋጋሚ ምስ ዝኸውን ግን እቲ ሰብ ብሕቡእ ዝጸልኣካ ወይ ዝቐንኣካ ምዃኑ ኣሚንካ ርእስኻ ሓሉ። ካልኣይ፣ ብውድቀታ ምስጢራዊ ሓጎስ ይስምዖም። ሓደ ጌጋ ክትሰርሕ ከለኻ ወይ ጸገም ምስ ዘጋጥመካ፣ ንሳቶም ንዓኻ ንምጽንናዕ ቀዳሞት ይኾኑ። እንተኾነ ግን ኣብ ዓይኖም ሓቀኛ ሓዘን ዘይኮነስ ምስጢራዊ ናይ ዕግበት ስምዒት ክትዕዘብ ትኽእል ኢኻ። ኣነ ፈሊጠ ነይረ ወይ ኣይትሕዘን እናበሉ ኣብ ውሽጦም ግን ብውድቀትኻ ይሕጎሱ። ብሕቡእ ዝጸልኣካ ሰብ ንስኻ ኣብ ጸገም ክትወድቕ ከለኻ ወይ ጌጋ ክትሰርሕ ከለኻ ንዓኻ ንምጽናዕ ቀዳማይ ኮይኑ ይርከብ። እዞም ሰባት ንመነቶም ዘቃልዑሎም ሰለስተ ቀንዲ መለለይታት ኣለዎም። እቲ ቀዳማይ እቲ እንዳ ፍልጥክዎ ነይረ ዝብል፣ ጸገም ምስ ዘጋጥመካ መጀመርታ ዝዛረቦ ዘረባ ኣነኮ ቀደም ተዛሪበ ነይረ ወይ ከምዚ ከጋጥም ምዃኑ ይፈልጥ ነይረ ዝብል እዩ። እዚ ንዓኻ ንምጽንናዕ ዘይኮነስ ንሳቶም ካባኻ ዝበለጹን ዝበልሑን ምዃኖም ንምርግጋጽ ዝጥቀሙሉ ትዕቢት እዩ። እቲ ካልኣይ ዝርዝር ሓቤሬታ ምድላይ ብዛዕባ እቲ ዘጋጥመካ ጸገም ኣዝዩ ዝርዝር ሓበሬታ ንምፍላጥ ይጓዩ። እዚ ሓገዝ ንምሃብ ዘይኮነስ ነቲ ታሪክ ውድቀትካ ኣብ ኣእምሮኦም እናተደጋገመ ንክስምዖም ስለ ዝደልዩ እዩ። ከመይ ኢሉ? መንዩ ከምኡ ዝብለካ? ሽዑ እንታይ ተሰሚዑካ? እናበሉ ሕቶ የብዝሑ። ሳልሳይ እቲ ተንኮለኛ ፍሽኽታ። ቃላቶም ኣይትሕዘን ይብሉኻ ይኾኑ፣ እንተኾነ ግን ኣብ ገጾም ንሓጺር ሰከንዳት ዝርኣ ምስጢራዊ ፍሽኽታ ክተስተውዕል ትኽእል ኢኻ። ሓቀኛ ሓዘን ዘይኮነስ ተረቲዑ ዝብል ናይ ዓወት ስምዒት ኣብ ዓይኖም ይንጸባረቕ። እዚ ኣብ ማሕበራዊ ህይወትና ኣዝዩ ዝረኣ ባህሪ እዩ። እቲ ብሕቡእ ዝጸልኣካ ሰብ ነቲ ውድቀትካ ንኻልኦት ሰባት ከም ወረ ሕሜት ገይሩ ክነሶ ከሎ ብመልክዕ ሓልዮት እዩ ዝቕርቦ። ክስቶ'ኮ ከምዚ ኮይኑ እናበለ ንስምካን ንኽብርኻን ኣብ ቅድሚ ሰባት የቃልሎ። እቲ ዕላማ ንስኻ ጥራይ ዘይኰነስ፣ ሰባት እውን ውድቀትካ ክፈልጡ ንምግባር እዩ። ስለምንታይ እዮም ብውድቀትካ ዝሕጐሱ? ምኽንያቱ ንሳቶም ንዓኻ ከም ተቐዳዳሚ እምበር ከም መሓዛ ስለ ዘይርእዩኻ እዩ። ንስኻ ክትዕወት ከለኻ፣ ንሳቶም ዝተሸነፉ ኰይኑ ይስምዖም። ንስኻ ክትወድቕ ከለኻ ግን፣ ንሳቶም ልዕል ዝበሉን ዝሓሹን ኰይኑ ይስምዖም። ጽልኦም ካብቲ ናይ ባዕሎም ትሑት ናይ ርእሰ-ተኣማንነት ዝምንጭው እዩ። ሳልሳይ፣ ንዓወትካ ዕሽሽ ይብልዎ። ዓቢ ሓጎስ ወይ ዓወት ምስ ዘጋጥመካ፣ እቲ ብሕቡእ ዝጸልኣካ ሰብ ብዛዕባኡ ክዛረብ ኣይደልን'ዩ ወይ ነቲ ኣርእስቲ ቀልጢፉ ይቕይሮ። ወይ ድማ እዚ ድዩ'ቲ ነገር፣ ብዙሕ ሰብ ዝገብሮ'ዩ ብምባል ዋጋ ዓወትካ የቃልሎ። ሓቀኛ መሓዛ ብዓወትካ ክሕጎስ ከሎ፣ ብሕቡእ ዝጸልኣካ ግን ዓወትካ ከም መጥቃዕቲ'ዩ ዝሪኦ። ዓወት ልክዕ ከም ብርሃን እዩ፣ ንመሓዙትካ የሐጕሶም፣ ንጸላእትኻ ግን ይንድዶም። ሓቀኛ መሓዛ፣ ንስኻ ክትዕወት ከለኻ ልክዕ ከም እተዓወት ገይሩ እዩ ዝርእዮ። ብሕቡእ ዝጸልኣካ ሰብ ግን ዓወትካ ንዕኡ ከም መጥቃዕቲ ወይ ከም ስዕረት እዩ ዝቖጽሮ። ንስኻ ንቕድሚት ክትስጕም ከለኻ፣ ንሱ ንድሕሪት ዝተረፈ ዀይኑ ስለ ዝስምዖ፣ ነቲ ዓወትካ ብዝዀነ መንገዲ ክቐትሎ ወይ ከጸልምቶ ይጽዕር። እቶም ሰለስተ ናይ መልዓቕ ሜላታት ይጥቀሙ እዮም። እቲ ቀዳማይ፣ ቀልጢፍካ ኣርእስቲ ምቕያር። ዓቢ ሓጎስ ክትነግሮም ከለኻ፣ ንሳቶም ብደቒቕ ሰከንድ ጥራይ ኦ ጽቡቕ ይብሉ እሞ ብኡ ንብኡ ግን ናብ ካልእ ዘይተኣሳሰር ዕላል እዩ ዘልዎ። ንኣብነት ሓድሽ ስራሕ ረኺበ እንተ ኢልካዮም ጽቡቕ እዩ፣ ደሓር ግን እታ ጸወታ ኩዕሶ ርኢኻዮ ዶ ይብሉኻ። እቲ ዕላማ ንዓወትካ ትርጉም ንኸይህልዎ ምግባርን ንስኻ ብዛዕባኡ ክትዛረብ ከለኻ ዝስምዓካ ናይ ሓጎስ ስምዒት ንምብልሻውን እዩ። ካልኣይ፣ ዋጋ ናይ ምቕናስ ስራሕ። ዓወትኻ ክነጽግዎ ስለ ዘይኽእሉ ቀሊል ንምምሳል ይፍትኑ። እዚ ስራሕ'ዚ እኮ ሕጂ ዝኾነ ሰብ ይረኽቦ እዩ ወይ እቲ ፈተና ቀሊል ስለ ዝነበረ እዩ ኢሉኻ። ንስኻ ዝኸፈልካዮ ዋጋ፣ ዝገበርካዮ ጻዕሪ ከምኡ ድማ ዘለካ ዓቕሚ ንኸይረኣ ይሽፍንዎ። እቲ ወርቂ ዝኾነ ዓወትካ ኣብ ዓይኖም ከም ተራ እምኒ ክረኣ ይጽዕሩ። ሳልሳይ፣ እቲ ኣነ'ውን ወይ ንባዕለይ ዝብል። ንስኻ ጽቡር ነገር ክትዛረብ ከለኻ ንሳቶም ብኡንብኡ ካባኻ ዝበለጸ ነገር ከም ዝገበሩ ወይ ከም ዘጋጠሞም ብምዝራብ ነቲ ትኹረትኻ ካባኻ ናብኣቶም ንኹዘር ይገብሩ። ዓወትካ ብናቶም ዓወት ንኽሽፈን ይቃለሱ። ስለምንታይ እዮም ዓወትካ ዝጸልእዎ? ምኽንያቱ ህይወት ከም ሓንቲ ሰርክል ገይሮም ስለ ዝርእዩዋ እዩ። ንስኻ ሓደ ስፍራ እንተሒዝካ ንሳቶም ዝተረፉ ኮይኑ ዝስምዖም። ዓወትካ ንሳቶም ዘይገበርዎ ነገር ስለ ዘዘኻኽሮም ንዓኻ ምንኣስ ማለት ንኣቶም ልዕል ምባል ይመስሎም። ቅንኢ ነቲ ኣብ ቅጽኻ ዘሎ ፍሽኽታ ክጻወሮ ኣይኽእልን እዩ። ምስ ከምዚ ዓይነት ሰብ ክትውዕል ከለኻ፣ ብዛዕባኻ ዓወት ክትዛረብ ሕፍረት ወይ ስግኣት ክስምዓካ ይጅምር። ከይቕየሙ ናብራኻ ነቲ ጸጋኻ ትሓብኦ፣ እዚ ድማ ቀስ ብቐስ ርእሰ ተኣማንነትካ ይሃስዮ። ካልኦት ሰባት ዓይኖም ስለ ዝሐሞም ጥራይ ንስኻ ምብራቕ ኣይተቋርጽ። ንዓወትካ ዝድግፍን ብልቢ ዘሐጉስን ሰባት ጥራይ ሕረ። ሓደ ሰብ ኣብ ግዜ ጸገም ሃብ ምሳይ ኮይኑ ኣብ ግዜ ዓወትካ ግን ተሃዲሙ፣ እቲ ሰብ ሓቀኛ መሓዛኻ ዘይኮነስ ንዓኻ ትሕትኡ ክትርኢ ጥራይ ዝፈትወካ ሰብ ምዃኑ ተረዳእ። ሓድሓደ ግዜ ዝበለጸ መንገዲ ንዓወትኻን ንስኻን እቶም ሓቀኛ ምሓዙኻን ጥራይ ክፈልጥዎ ምግባር'ዩ። ራብዓይ፣ ብመጋረጃ ሓቂ ዝተሸፈነ ነቐፌታ፣ ኣነ ሓቂ ስለ ዝፈቱ እየ ከምዚ ዝብለካ እናበሉ ኩሉ ግዜ ድኽመትካ ጥራይ ይነግሩኻ። ንሳቶም ንዓኻ ንምእራም ዘይኮነስ ሞራልካ ንምስባርን ሕሰም ንኽስምዐካን እዮም ዝጽዕሩ። ነቐፌትኦም ሃናጺ ዘይኮነስ ኩሉ ግዜ ንዓኻ ንምውራድ ዝዓለመ እዩ። ብሕቡእ ዝጸልኣካ ሰብ ንዓኻ ንምውራድ ዝጥቀመሉ ዝበለጸ ዋልታ ሓቀኛ ምዃኑ እዩ። ኣነ እኮ ተንኮል የብለይን፣ ኣብ ገጽካ እየ ዝዘረባይ ወይ ብሓቂ ስለ ዝፈትወካ እየ ከምዚ ዝብለካ እናበሉ መርዛም ቃላት ይውንጀሩልካ። ሓቀኛ መሓዛ ክነቕፈካ ከሎ ዕላምኡ ንስኻ ንኽትመሓየሽ እዩ። ብሕቡእ ዝጸልኣካ ግን ነቐፌትኡ ሰለስተ መለለይታት ኣለዎ። እቲ ሓደ ሕማቕ ግዜ፣ ዓቢ ሓጎስ ኣብ ዝስምዓካ እዋን ወይ ድማ ሰባት ኣብ ዘለዉዎ ቦታ ኮይኑ ነቲ ነገር ድኽመትካ ዘልዕሎ። ንኣብነት ብዛዕባ ሓድሽ ስራሕካ ክትዛረብ ከለኻ ንሱ ግን ጽቡቕ እዩ ግን ድማ እቲ ኣዘራርባኻ ገና ድኽመት ኣለዎ ይብለካ። እቲ ዕላማ ንዓኻ ኣብ ቅድሚ ሰብ ንምሕፋር እዩ። እቲ ካልኣይ ምርባሽ ነቲ ነቐፌታ ምስ ሰማዕካዮ ክመሓየሸለይ ንዝብል ድራኸ ዘይኮነስ ኣነ ምንም ዋጋ የብለይን ዝብል ናይ ተስፋ ምቑራጽ ስምዒት እንተሓዲሩካ፣ እቲ ዘረባ ካብ ጽልኢ ዝመጸ ምዃኑ ተረዳእ። ስለምንታይ እዮም ሓቂ ዝብል መሸፈኒ ዝጥቀሙ? ምኽንያቱ ንስኻ ክትቃወሞም ከለኻ ስለምንታይ ኢኻ ሓቂ ክትሰምዕ ዘይትደሊ? ንሕናስ ንጽቡካ ኢና ኢሎም ዳግማይ ንዓኻ ጌጋ ንምስራይ ስለዝጥቀምሉ እዩ። ሓደ ሰብ ሓገዝካ ከይሓተተካ ክነቕፈካ እንተድኣ ጀሚሩ እቲ ድሌቱ ንዓኻ ንምሕጋዝ ዘይኮነስ ንምውራድ እዩ። የመስግን ግን ድማ ሕጂ ምኽሪ ኣየድልየንን ኢልካ ዶብ ግበረሉ። እቲ ሰብ ነቲ ሓቂ ዝዛረቦ ዘሎ ንዓኻ ንምቕያር ድዩ ወይስ ንምጉዳእ? ሓቀኛ ሓቂ ጥዑም መወዳእታ ኣለዎ። ዋጋኻ ኣብ ኢድ ሰባት ኣይተንብሮ። ሰባት ብዛዕባኻ ዝዛረብዎ ሓቂ ዝመስል ዘረባ መብዛሕትኡ ግዜ ናይቲ ውሽጦም ዘሎ ጽልኢ ነጸብራቕ እዩ። ሓምሻይ፣ ሚስጢራዊ ውድድር ይፈጥሩ። ብሕቡእ ዝጸልኣካ ሰብ ኩሉ ግዜ ካባኻ ዝበለጸ ኮይኑ ክረኣ ይፍትን። ንስኻ ሓዱሽ ስራሕ እንተ ረኺብካ፣ ንሱ ካባኻ ዝበለጸ ስራሕ ከም ዝረኸበ ይዛረብ። ንስኻ ጸገምካ እንተ ነጊርካዮ፣ ንሱ ዝገደደ ጸገም ከም ዘለዎ ይዛረብ። ንዓኻ ከም መሓዛ ዘይኮነስ፣ ኩሉ ግዜ ክስዕሮ ከም ዘለዎ ተወዳዳሪ ገይሩ እዩ ዝርእየካ። ብሕቡእ ዝጸለእካ ሰብ፣ ህይወት ከም ሓንቲ ንሱ ጥራይ ዝፈልጣ ናይ ማራቶን ጉያ ገይሩ እዩ ዝርእያ። ንስኻ ብሰላም መንገድኻ ትጓዓዝ ትህሉ፣ ንሱ ግን ኩሉ ግዜ ካባኻ ሓንቲ ስጉምቲ ንቕድሚት ክስጉም ይቃለስ። እዚ ምስጢራዊ ውድድር እዚ ካብቲ ኣብ ውሽጡ ዘሎ ዓሚቝ ናይ ሕሰምን ትሑት ናይ ርእሰ ተኣማንነት ዝምንጩ እዩ። ንሱ ዓወት ዝብሎ ነገር ካባኻ ዝበለጸ ኮይኑ ክርኣ ምስ ዝኽእል ጥራይ እዩ። እቶም ክልተ ገጽ ናይቲ ውድድር፣ እዞም ሰባት ኣብ ክልቲኡ ናይ ህይወት ገጻት ኣብ ሓጎስን ኣብ ሓዘንን ከባኻ ንምብላጽ ይጓለሉ እዮም። ኣብ ዓወት፣ ንስኻ ሓደ ጽቡቕ ወረ ክተበስር ከለኻ፣ ንሳቶም ብኡ ንብኡ ካባኻ ዝበለጸ ነገር ከም ዝገበሩ ይነግሩኻ። ንኣብነት ሓድሽ መኪና ገዝኢ እንተ ኢልካዮ፣ ንሱ ጽብቕቲ እያ፣ ግን ድማ እታ ኣነ ዝሓሰብክዋ ሞዴል ካብዛ ናትካ ብዝያዳ ሓይሊ ኣለዋ ይብሉኻ። ዓወትካ ንዕኡ ስለ ዘሕምሞ፣ ነቲ ሓጎስካ ንምዝራግ ንዓኻ ተራ ንምምሳሉ ዝኾነ ዕድል ኣየባኽንን። ኣብ ሓዘን እዚ እቲ ኣዝዩ ዘገርም ባህሪ። ጸገምካ ወይ ሕማምካ ክትነግሮ ከለኻ እኳ ካባኻ ንላዕሊ ተበዳሊ ኮይኑ ክረኣ ይፍትን። ርእሰይ ሓሚመ እንተኢልካዮ ንሱ ንስኻስ ሓንቲ መዓልቲ እያ፣ ኣነ ሰሙን ምሉእ ደቂሰ እየ እኮ ይብለካ። ቃንዛኻ ንምክፋል ዘይኮነስ ንቓንዛኻ ንምውሓጥን ትኹረት ንምስሓብን ይጽዕር። ንሱ ኣብ ኩሉ ነገር ዝለዓለ ክኸውን ይደሊ፣ ብሃብቲ ይኹን ብሕሰም። ስለምንታይ እዩ ምሳኻ ዝወረደ? ምኽንያቱ ዋግኡ ዝረክብ ምስ ካልኦት ብምውድዳር ጥራይ ስለ ዝኾነ እዩ። ንስኻ ክትዕወት ከለኻ ንሱ ዝተሸነፈ ኮይኑ ይስምዖ። ንስኻ ጸገም ክትነግሮ ከለኻ ንሱ ካባኻ ንዕሊ ጸገም ከም ዘለዎ ብምዝራብ ሓይሊ ተጻዋሪ ኮይኑ ክረኣ ይደሊ። ምስጢራዊ ጽልኢ ዘለዎ ሰብ ንዓኻ ከም መሓዛ ክሰምዓካ ኣይክእልን እዩ። ምኽንያቱ ኣእምሮኡ ኩሉ ግዜ ከመይ ጌረ ካብኡ ይበልጽ ብዝብል ሓሳብ ተኣሲሩ ስለ ዘሎ። ሻድሻይ፣ ኣብ ትሑት ኵነታት ከለኻ ጥራይ የፍቅሩኻ። እዚ ኣዝዩ ምስጢራዊ ባህሉ እዩ። ጸገም ምስ ዘጋጥመካ፣ ንሳቶም ኣዝዮም ለዋሃትን ሓለይትን ይዀኑ። ስለምንታይ መስለካ? ምኽንያቱ ንስኻ ትሕቲኦም ምዃንካ ስለ ዘረጋግጹ እዩ። እንተዀነ ግን፣ ሓንሳብ ክትዕወት ወይ ካብቲ ጸገም ክትወጽእ ምስ ጀመርካ፣ ባህርያቶም ይቕየር። ይቝጥዑ፣ ይሓርቁ ወይ ድማ ይነቕፉኻ። ንሳቶም ንዓኻ ዝፈትዉኻ ሓልዮት ስለ ዘለዎም ዘይኰነስ፣ ዝተሰብረ ሰብ ክትከውን ከለኻ ንዓታቶም ዝበለጸ ኮይኑ ስለ ዝስምዖም እዩ። እቲ ሓቀኛ መንነት ዝቃላዕ ግን ንስኻ ካብቲ ዝነበርካዮ ናይ ቅንት ዓለም ክትወጽእ ምስ እትጅምር እዩ። ሓንሳብ ክትዕወት፣ ሓድሽ ስራሕ ክትረክብ ምስ እትጅምር፣ እቲ ዝነበሮ ፍቕሪ ይባላሾ ስለምንታይ ምኽንያቱ ንስኻ ሓያል ክትኸውን ከለኻ ንሱ እቲ ዝነበሮ ናይ መድሓን ስልጣን ስለ ዝሰኣኖ እዩ። ንስኻ መዕሪኡ ወይ ካብኡ ንላዕሊ ክትኸውን ምርኣይ ንዕኡ ሕማም እዩ። ሻውዓይ፣ ብዛዕባ ህይወትካ ወይ ድሕነትካ ፈጺሞም ኣይሓቱን። ሓደ ሰብ እንተ ኣኽቢሩካ፣ ብዛዕባ ከመይ ከም ዘለኻ፣ ስራሕ ከመይ ከም ዝኸይድ ወይ ሕልምታትካ ክፈልጥ ይደሊ እዩ። ምስጢራዊ ጽልእ ዘለዎ ሰብ ግን ሰዓታት ምሳኻ እንተ ወዓሉካ ከመይ ኣለኻ ኢሉ ኣይሓተካን። ንሳቶም ብዛዕባ ባዕሎም ጥራይ ክዛረቡ ይመርጹ ወይ ድማ ንስኻ ብዛዕባ ገዛእ ርእስኻ ክትዛረብ ከለኻ ኣዝዮም ይስልችዮም። ንዓኻ ዝምልከት ዝኾነ ጽቡቕ ወረ ክሰምዑ ድሌት የብሎምን። ተገዳስነት መግለጺ ፍቕሪ እዩ። ሓደ ሰብ ምስ ዘፍቅረካ፣ እቲ ዝሓዝካዮ መደብ፣ እቲ ዘሳቕየካ ጸገም፣ ወይ እቲ ዘሐጉሰካ ንእሽቶ ነገር ከይተረፈ ክፈልጥ ይደሊ እዩ። ምስጢራዊ ጽልኢ ግን ንልቢ ይዕውሮ እዩ። እቲ ሰብ ንዓኻ ከም ባዶ ቦታ ስለ ዝርእየካ፣ ኣብ ውሽጥኻ ዘሎ ዓለም ኣየገድሶን እዩ። ንሱ ዘፍቅሮ ንዓኻ ዘይኮነስ፣ ነቲ ንስኻ እትህቦ ምስማዕን ኣቓልቦን ጥራይ እዩ። ክቡራት ተዓዘብቲ፣ እዞም ምልክታት እዚኦም ኣብ ሓደ ሰብ ርኢኻዮ ማለት፣ ግድን ይጸልኣካ ኣሎ ማለት ኣይኮነን። ምናልባት ቅንኢ ወይ ናይ ባዕሉ ጸገም ክህልዎ ይኽእል እዩ። እንተኾነ ግን እዞም ባህርያት እዚኦም ብተደጋጋሚ ዝረኣዩ እንተኾይኖም ካብ ከምዚ ዓይነት ሰብ ርሕቕ ምባል ወይ ድማ ሚስጥርካ ካብ ምዝራብ ምቑጣብ ንውሽጣዊ ሰላምኻ ኣገዳሲ እዩ። ንሎሚ ዘዳለኹልኩም መደብ እዚ ይመስል። ኣብ ዝቕጽል ቪድዮ ብኻልእ ኣገዳሲ ኣርእስቲ ክሳብ ንራኸብ ሰላም ጽንሑ።